መብዛሕትኡ ግዜ ከም ድኻም፣ ውጥረት ማለት ስትረስን ካልእን ምስ ስምዑና ቀልጢፍና ናብ ኪና ወይ ድማ ተወሳኺ መኣዛታት ማለት ሳፕሊመንት ኢና ንጥምት። ግን እቲ ዝበለጸ ፍታሕ ድሮ ኣብ ክሽነና እዩ ዝርከብ። ኣካላትና ወትሩ ንባዕሉ ይጸርን ይጽግንን ከምኡውን ይሃንጽን እዩ። ነዚ ስራሕ እዚ ብብቕዓት ንምስራሕ ድማ ኣብቲ መዓልታዊ እንሰትዮ ፈሳሲ እዩ ዝምርኮስ። ስለዚ ንኣገደስቲ ክፍልታት ኣካላትና ከም ፍሉይ መድሃኒት ኮይኖም ዘገልግሉ ሽዱሽተ ተፈጥራውያን መስተታት ማለት ከም ጽሩይ ማይ ንኮላሊት፣ ግሪን ቲ ንሓንጎል፣ ጸባ ምስ ሄሪድ ንኣዕጽምትን ንመገጣጠሚያታትን፣ ማይ ኮኮናት ንልቢ፣ ሻሂ ዝንጅብል ንምሕቃቕ ምግቢ ከምኡ እውን ጽሟቕ ቀይሕ ሱር ንመተሓላለፊ ደም ክንርኢና ክሳብ መወዳእታ ምሳና ጽንሑ ምክንያቱ እዞም መስተታት መዓስን ብኸመይን ከም እንሰትዮም ምፍላጥ ኣብ ኣካላትና ዓቢ ለውጢ ከምጽእ ስለ ዝኾነ ካብዞም ሽዱሽተ ዝጠቕስናዮም መስተታት ቀዳመይቲ ነጥቢ እንዘራረበላ ካብቲ መሰረታዊ ህይወት ዝኾነ ከምኡውን ዋልታ መከላኸሊ ናይ ኮላሊትና ፅሩይ ማይ ንጀምር። ኮላሊትና ከም ናይ ኣካላትና መጻረይ ፋብሪካ ኮይነን እየን ዝሰርሓ በዚ ምክንያት ድማ መዓልታዊ ካብ 120 ክሳብ 150 ሊትሮ ደም ብምፍራይ ካብ ሓደ ክሳብ ክልተ ሊትሮ ሽንቲ የፍርያ በዚ መንገዲ ድማ ርስሓትን ተረፍ ፈሳስን ካብ ኣካላትና የውፅኣ ማለት እዩ እኹል ጽሩይ ማይ ምስ ዘይንሰቲ ድማ እቶም መርዛማት ነገራት ቶክሲን ኣብ ኣካላትና ይእከቡ እሞ እቲ ትሕዝቶ ናይ ሽንቲ ይሓፍስ ከምኡ ድማ እቶም ኣብኡ ዝርከቡ ትሕዝቶታትን ጨውን ይረግኡ ማለት ክሪስታላይዝ ይኾኑ እዚ ድማ እቲ ቀንዲ ጠንቂ ሕማም ኩሊት ፀፀር ይኸውን ስለምንታይ እዩ ፅሩይ ማይ ክንሰቲ ዘድልየና? ቀዳማይ ርስሓት የውፃልና። ማይ ኣገደስቲ መኣዛታት ናብ ውሃዮታት ወይ ከዓ ሴላት የብፅሕ፣ ብኣንፃሩ ድማ ትርፊ ነገራት የውፅእ። ካልኣይ ንእምኒ ወይ ከዓ ፀፅር ኩላሊት ይከላኸለልና። እቲ ኣብ ኣካላትና ዝፍጠር ሽንቲ ቀጢን ኮይኑ ንክወፅእ ብምግባር ካልሲየምን ኦክሳሌትን ተሓባቢሮም ፀፅር ንከይሰርሑ ይዓግት። ከምኡውን ሳልሳይ ሚዛን ኤሌክትሮላይት ይሕሉ። እዚ ክንብል እንከለና ኣካላትና ዘድልዮም ሰዲምን ፖታሽዮምን ፈሳስን ሚዛኖም ንክሕልዉ ይሕግዝ። ስለዚ ሓደ እኹል ሰብ ካብ ክልተ ክሳብ ሰለስተ ሊትሮ ፅሩይ ማይ ክስተ ኣብ መዓልቲ ይምከር። እዚ ግን ክንዝንግዖ ዘይብልና ብዙሕ ማይ ብሓንሳብ ደይኮና ክንሰትዮ ዘለና በብቕሮብ ኢና ክንሰትዮ ዘለና ቀፂልና መዓልታዊ ንጥፈታት ሓንኮልና ዝነቓቕሕ ንኣተኩረና ዘምሓይሽ ከምኡውን ንነዊሕ እዋን ጥዕና ሓንኮልና ዝሕሉ ግሪንቲ ክንርኢ ኢና ግሪን ቲ ጥዑም መኣዛ ዘለዎ ውዑይ ማይ ጥራይ ኣይኮነን፣ ንመትንታት ማለት ኒውሮንስ ሓንጎልና ብቐጥታ ዝከላኸሉ ንጡፋት ውህደታት ማለት ባዮ ኣክቲቭ ካምፓውንድስ ዝሓዘ እዩ። ግሪን ቲ ንሓንጎልና ከም ነዳዲ ኮይኑ ከገልግል ዝኽእል ፈሳሲ እዩ እንተበልና ምግናን ኣይኮነን። እዚ ብኸመይ ክኸውን ክኢሉ ንዝብል ሕቶ ንምምላስ ኣብ ግሪንቲ እንረኽቦም ውህደታት ንርአ። ቀዳማይ ኤልቲያኒን ዝበሃል ውህደት ኣብ ግሪንቲ እንረኽቦ እዩ። እዚ ኤልቲያኒን ዝተባህለ ባእታ ናብ ሓንጎልና ብምእታው ንጭንቀት ዝከላኸል ጋባ ዝተባህለ መተሓላለፊ መትኒ የነቓቕሕ። ከምኡውን ሓንጎልና ዝያዳ ዶፓሚን ከፈልፍል ብምግባር ኣእምሮና ንኸረጋጋእን ንኽነቓቓሕን ይሕግዝ። እቲ ካልኣይ ትሕዝቶ ኣብ ግሪን ቲ እንረኽቦ ድማ ኢጂሲጂ ኢልና ብናይ ኣሕፅሮ ቃል እንፅውዖ ባእታ እዩ። እዚ ውህደት እዚ ሓያል ፀረ ኦክሳይድ ማለት ኣንቲ ኦክሲዳንት ኮይኑ ኣብ ሓንጎል ዝፍጠር ረኽሲ ንኽጎድልን መትንታት ካብ ዕንወት ንክከላኸሉን ይሕግዝ። ሳልሳይ ዝተመጣጠነ ካፌን ኣብ ግሪን ቲ እንረኽቦ ካፌን ከም ናይ ቡን ሃንደበት ሓይሊ ንቕሓት ሓፍ ኣቢሉ ሃንደበትካ ቀልጢፉ ዘውርድ ዓይነት ኣይኮነን። ብኣንጻሩ ናይ ኣብ ግሪን ቲ እንረኽቦ ካፌን ንነዊሕ እዋን ዝጸንሕ ህድእ ዝበለ ንቕሓትን ኣተኩሮን ንኽንውንን ዘኽእለና እዩ። መጽናዕትታት ከም ዝሕብርዎ፣ መዓልታዊ ካብ ክልተ ክሳብ ሰለስተ ብኬሪ ግሪን ቲ ምስታይ ንምዝካርና የመሓይሽ፣ ኣተኩሮና ይውስኽ፣ ከምኡ'ውን ምስ እርጋን ተኣሳሲሮም ንዝመጹ ናይ ምርሳዕ ጸገማት ይከላኸል እዩ። ግሪንቲ ንሓንጎልና ኣዝዩ ጽቡቕን ሰፊሕ ዝኾነ ጥቕምን እዩ ዝህቦ እሞ ኩሉ ሰብ ድዩ ክሰትዮ ዝኽእል ንዝብል ሕቶ ግሪን ቲ ንመብዛሕትኦም ሰባት ጽቡቕ እኳ እንተኾነ ብሰንኪ እቲ ኣብ ውሽጡ ዘሎ ካፌይን ታኒን ከምኡውን ካልኦት ንጡፋት ውህደታት ነዞም ዝስዕቡ ሰባት ጥንቃቐ የድልዮም ወይ ድማ ፈጺሞም ክጥቀሙ የብሎምን ግሪን ቲ ካብ ምውሳድ ክጥንቀቑ ወይ ድማ ክሕረሙ ዘለዎም ቀዳማይ ፍሉይ ናይ ሓክም መድሃኒት ዝወስዱ ሰብ ግሪን ቲ ኣካላትና ንመድሃኒት ዝቕበለሉ መንገዲ ብኣሉታዊ ወገን ክጸልዎ ስለ ዝኽእል ንኣብነት ናይ ጸቕጢ ደምን ናይ ልብን መድሃኒት ንወስድ እንተ ደኣ ኮይና ግሪን ቲ ንኣካላትና ነቲ መድሃኒት ከይመጽኦ ወይ ድማኒ ከይሕቆቆ ብምግባር እቲ መድሃኒት ግቡእ ስርሑ ንኸይሰርሕ ይዓግቶ። ብተወሳኺ መቕጠኒ ደም ኢልና እንወስዶም መድሃኒታት ከም በዓል ዋርፋሪን እዞም መድሃኒት ደም ብምቕጣን ብግቡእ ክመሓላለፍ ዝገብሩ ኮይኖም ብኣንጻሩ ኣብ ግሪንቲ ዝርከብ ቫይታሚን ከይ ግን ደም ኣብ ምርጋእ ዓቢ ተራ ዝፃወት ኮይኑ እቲ ስራሕን ብምግጫው ድማ ኣብ ምርጋእ ደም ጸገም የምጽእ ማለት እዩ። ብተወሳኺ ናይ ኮለስትሮል ንወስድ መድሃኒት ኣብ ደምና ክህሉ ዝግባእ መጠን መድሃኒት ከቕንሶ ስለ ዝኽእል ጥንቃቐ የድልየና እዩ። ከምኡ እውን ንመነቃቕሒታት ኢልና መድሃኒት ንወስድ እንተ ኮይና ምክንያቱ ካፌን ምስ መነቃቕሒ መድሃኒታት ክሕወስ ከሎ ልቢ ብቕልጡፍ ንክሃርም፣ ጸቕጢ ደም ንክውስኽ ከምኡውን ጭንቀት ንክፈጥር ስለ ዝገብር ብዘይካ እዞም መድሃኒታት ዝጠቐስናዮም ከምኡውን ካልኣይ ሕፅረት ኣይረን እንተዳሃለና ማለት ኣነሚያ ክንጥንቀቕ ይግባኣና ምክንያቱ ኣብ ግሪንቲ ዝርከብ ታኒን ዝተባሃለ ባእታ ኣካላትና ካብ መግቢ ዝረኽቦ ኣይረን ብግቡእ ኣብ መስርሕ ንኸይውዕል ስለ ዝዓግቶ ከም መተሓሳሰቢ ኣብዚ ክንገብሮ ዘለና ማለት ነዚ ንምውጋድ ግሪን ቲ ምስ መግቢ ዘይኮነ ክንወስዶ ዘለና መግቢ ድሕሪ ምብላዕና ጸኒሕና እንተ ወሲድናዮ ክሕግዘና ይኽእል እዩ ሳልሳይ ኣልሰርስ ወይ ድማ ሰንሲቲቭ ወይ ተነቀፍቲ ሰባት እንተደኣ ኮይና ክንጥንቀቕ ይግባኣና ምክንያቱ ታኒን ዝተባሃለ ባእታ ናይ ግሪንቲ ኣብ ከብዲ ዝፍጠር ኣሲድ ይውስኽ ስለ ዝኾነ ብፍላይ ቅድሚ መግቢ ኣብ ጥራይ ከብድና እንተ ሰቲናዮ ቃንዛ ከብዲ፣ ቃጸሎ ወይ እውን ዕግርግር ከስዕበልና ስለ ዝኽእል ከምኡ እውን ነብሰ ጾራትን ደጥበባ ኣዴታትን መጠን ካፌን ክቕንሳ ከም ዘለወን እዩ ዝምከር ማለት ካብ 200 ሚሊግራም ንታሕቲ እዩ ክኸውን ዘለዎ ምክንያቱ ብዙሕ ካፌ ናብ ዕሸል ብምትሕላፍ ኣብ ዕብየቱ ፀገም ከምፃሉ ስለ ዝኽእል ጥንቃቐ ፅቡቕ እዩ ብተወሳኺ ገለገለ ሰባት እውን ካፌን ዘይኩሉ ስለ ዘለዉ ግሪን ቲ ዋላ እኳ ካብ ቡን ዝወሓደ ካፈይን እንተሃለዎ ነዞም ሰባት እዚኦም ግን ከም ርእሲ ምሕማም ከምኡ እውን ድቃስ ምሳን ከስዕበሎም ይኽእል እዩ ስለዚ ነዚ ብምፍላጥ ብውሕልል ኣገባብ ኣጠቓቕማ ተረባሕቲ ናይ ግሪንት ክንከውን ብትሕትና እናተማሕፀንኩ ነቶም ዝተረፉ ኣገደስቲ ፈሰስቲ ንኣክላትና ኣብ ዝቕፅል ቪድዮና ክነቕርቦም ኢና ሕጂ ብሓንቲ ሕቶ ክፍለየኩም ኣብ መዓልታዊ ህይወትኩም እኹል ፅሩይ ማይ ትሰትዩ ዶ ከምኡ እውን ብዛዕባ ግሪንቲ እኹል ኣፍልጦ ነይርኩም ዶ መልሲ ኣብ ኮመንት ሰክሽን ክፅበ እየ ናይ ሎሚ ቪድዮ ትሕዝተና ነዚ ይመስል ነይሩ ኣብ ሃናጺ ሓሳብ ቲቪ መጺኹም ስለ ዝተኸታተልኩም እናመስገና እዛ ቪድዮ ጠቓሚት ኮይና እንተረኺብኩማ ላይክ ሃብዋ ንፈተውትኹምን ቤተሰብኩምን ክበጽሖም ሼር ብምግባር ንዝያዳ ትሕዝቶ ሳብስክራይብ ኣይትረስዑ ኢኹም ኣብ ቀጻሊ ቪድዮ ክሳብ ንራኸብ ከኣ ሰሰናይ ናዕኹም